ሃለው ኣለ ትዛምን ሄርሰይስ ዊልኮመን ሱማይንን ካናል ሰላመት ተኸታተልቲ ናይዚ መደብ ከመይ ኣለኹም ኣነ ኣምላኽ መስግን ፅቡቅ ኣለኹ ንስኹም ከዓ ከማይ ክትልው ናይ ወትሩ ተስፋ እዩ እዚ ዘቕርበልኩም ዘለኹ ቪድዮታት ሓጋዚ ኮይኑ ክትረኽቦ ተስፋ ኣለና ሓጋዚ ኮይኑ ተረኺብኩሞ ሸር ላይክ ሳብስክራይብ ኣይትግደፉ

ሲዲ ወይ ላፕቶፕ ወይ ናይ ገለ ወይ ቴብ ገለ የድልየካኒ ምክንያቱ እታ መፅሓፍ ኣብዛ ሞባይልካ ጌርካ ጥራይ ዓይንፋ ክትሰምዓ ትኽእል ኢኻ ነዚ ክትገብር ግን ኢንተርነት ኣድልየካ እዩ ተወሳኺ ከዓ ሳምሶን ሞባይል ማለት እዩ ማለት ኣብ ኣይፎን ዝሰርሕ ኣይሰርሕን ኣይፈልጥን እየ ኣብ ካልእ ግን ትሰርሕ ከምቲ ልሙድ ናብ ፕለይ ስቶር ኣቲና ኢና ነውርዳ እቲ ኣፕሊኬሽን ኣብዚ ኣብ ፕለይ ስቶር ምስ ኣተና ነዚ ኣፕሊኬሽን ከለት ኣውግመንትድ ኢልና ንፅሕፍ ከምዚ ገርና ምጽሓፍና ሰርች ንብላ እዚ ኣፕሊኬሽን ነዚኣ ትመስል ኣነ ኦሬዲ ኢንስታል ኢለያ ስለ ዝፀናሕኩ ዳውንሎድ ገይረያ ስለ ዝፀናሕኩ ዳውንሎድ ምባል ኣየድልየኒ ንስኹም ግን ዳውንሎድ ገይርኩም ኢንስታል ግበርዋ ካብ ሚእቲ ሽሕ ዝኾን ህዝቢ ኣውሪድዋ ዘሎ ኣገዳሲት ዝኾነት ኣፕሊኬሽን እያ ማለት ኩሉ ናይ ናይዚ ኮርሳት ናይ ጀርመን ትማሃርዎ ዘለኹም መፅሓፍቲ ናይ ዝኾነ መፅሓፍ ዘሎ ኣውድዮ ኣብ ገዛ ኮንካ ክትሰምዖ ትኽእል ኢኻ ማለት እዩ ኣብ ሞባይልካ ጌርካ ክትሰምዖ ትኽእል ኢኻ እቲ መምህር ኣብ ሲዲ ጌራ ኣብ ክላስ ተስምዓካ ብዙሓት ሰብ ኣለዉ ሕጂ ናይ ሆረን ፀገም ኣለና ናይ ምስማዕ ገለ ይብሉ ማለት እዩ እዚ ናይ ምስማዕ ከኣ ብብዙሕ ትሬኒን እዩ ከተወግዶ ትኽእል ማለት ጽቡቅ ጌርካ ክትሰምዕ ትኽእል ማለት እዩ እዚ ንክትሰምዕካ እዚ ኣፕሊኬሽን እዚኣ ሓጋዚት እያ ከምዚ ትርእይዋ ዘለኹም ሕጂ ከመይ ጌራ ከም ትሰርሕ ክንሪኣ ኢና ኣብዚ ኣፕሊኬሽን ምስ ኣተና ኣብዚኣ ትሪእዋ ዘለኹም ሰርክል ኣብዚኣ ትሪእዋ ዘለኹም ከባብ ክልተ ኣለዋና እታ ላዕለይቲ እንታይ ትብል ኣላ ቢልዲ ኤርከንን ትብል ኣላ ኣብቲ ታሕተወይቲ ከዓ ማይነ ኢንታሃልተ ትብል ኣላ ኣብታ ላዕለይቲ ኢና ኣብታ ቢልዲ ኤርከንን ትብል ዘላ ኣብኣ ንጥውቕ ማለት እዩ ኣብኣ ምስ ጥውቕና ሓንሳእ ንፅበያ ሽዑ ከም ዝመፃልና ማለት እዩ እቶም ኩሎም መጻሕፍቲ ኣብዚ ተዘርዚሮም ኣለዉ። ብዙሓት መጻሕፍቲ ካብዚኦም መጻሕፍቲ ናትካ መጽሓፍ ርኢኻ ካብዚኦም መጻሕፍቲ ክትመርጽ ትኽእል ኢኻ። ካብቶም እታ ትመሃራ ዘለኻ መጽሓፍ ኣብዚ ተደልያ ምሽ ኣብዚ ምስ ረኸብካያ ንዓ መሪጽካ ተንብብ ትኽእል ኢኻ። እንተዘይኮይኑ ብዚ ተስኢንካያ ብዚ ሰርች ትብል ኣብዚ ላዕሊ ኣብዚ ፎክ ኣውዝባል ዝብል ዘሎ ኣብ ሰርች ንብል ሕጂ ንኣብነት ኣስፔክተ ኣስፔክተ ኖይ ቢዝቫይ ክንብል ኢና ከምዚ ጌርና ሰርች ንብላ ማለት እዩ ሕጂ ኣስፔክት ኖይ ቢዝባይ ኣምፅኣትለይ ኣላ ናብታ መፅሓፍ ኣርም ናብታ መፅሓፍ ክሊክ ምስ ገበርኩ የፅበያ ማለት እዩ ሕጂ ነታ መፅሓፍ ስካን ክትገብርያ ነታ መፅሓፍ ትእክባላ ማለት እዩ ከምዚ ምስ ገበረት ነታ መፅሓፍኩም ኣብታ ፔጃ ከድኩም ክትስእልዋ ትኽእሉ ኢኹም እንተ ዘይረኽብኩማ እታ መጽሓፍ እቲ ምስኣል ተጸጊምኩም ከኣ ዳይረክትሊ ብዛላ መጽሓፍ ትመስል ዘላ ኣብዚ ላዕሊ ዘላ ስእሊ ኣይኮን ማለት ብዚ ላዕሊ ዘላ ኣይኮን መጽሓፍ ተገንጸለ ትመስል ዘላ ናብ ኣንጥዎ ኣብኣ ምስ ጠወቕና ከምዚ ዛይተ ኣውስቬለን ዝብል መፃና እዩ እታ ደለኹማ ገፅ ወይ እታ ፔጅ ኣብኡ ንእተዋ ማለት እዩ ሕጂ ንኣብነት ኣብዚ ናለኮ ፔጃት ብብዝሒ ንኣብነት ናይ ፔጅ ሓምሳን ሓደን ተደልየ ኮይነ ናይ ሓምሳ ሓደን ኣብ መፅሓፈይ ተላ ኮይና ተንክስታይ ኣብ ሓምሳ ሓደን ኣቱ ናይ ሓምሳ ሓደን ኣውድዮ ወሪድለይ ኣሎ ማለት እዩ ነዛ ኣውድዮ ብዝደላ ከዓ ንዓ ክሊክ ምስ ገበርኳ ከዳ ኣውድዮ ትጅምር ማለት እዩ እቲ ሕቶ ዘሎ ኣብ መፅሓፈይ ሽዑ እምልሶ ማለት እዩ ናይ ሎሚ ትምህርትና እዚኣ ትመስል ነይራ ሓጋዚት ኮይና ክትረኽብዋ ተስፋ ኣለኒ ሓጋዚ ኮይና ንተረኺብኩማ ሼር ላይክ ሰብስክራይብ ኣይትግደፉን ሼር እናገበርኩም ነቶም ትሕግዞም እያ ደልኩሞም ሰባት ኣብፅሕሎም ኢኹም ኣብ መፃኢ ብካልእ ትምህርቲ ሒዘልኩም ክመፅእ እየ እዚኣ ግን ኣዝያ ሓዚ ሓጋዚት እያ ምክንያቱ ናይ ምስማዕ ክእለትኩም ከተዕብየልኩም ትኽእል እያ ኣብ ቀፃሊ ኣብ ኔክስት ቪድዮ ይራኸበና ሰሰናይ